ሰብ ገንዘብ ትርፊ ሰሎ ገዛ ክሰርሕ ተሎማ ልብል ሰረ በተለይ ጎረዋ ይሓፍ ብገጠር ከይድ ካል ዋዕሉ እንድሕር ከፍትኻ ውሉድ ውሉድ ኣቢለን ማ እንታይ ይገብሩ ላኸዱ ተን ከፍቲ ጭርዐን ይቆርፅወን ኣሞካ ኣጋጥሞካትም ሎ ደብዚ ቆዳኣን ቆርበተን ምልጥ ያብልዎን እንታይ እዮም ገብርዎ ወሲዶም

ስእሉ በርደግ ኢሉ ካብ ምህሮ ስኢኑ እንድኸር ቡና ስቲ ላብል እንጀራ ብልዕ እንድሕር ላብል ኮይኑ ካብዚ ብዕራይ ማ ብምንታ ትፈሊኻ ካብዚ ኣልሓሚ ማ ብምንታ ትፈሊኺ ካብ እንስሳት እኮ ዝፀሙ እንስሳታት እነው እሱመን ቁፋፎት ተበን ኣብ መንገዲ ረኪቦም ትፈልጡ ዶ እወ ረእይዎ ልክዕ ተበን እንዲያው ንመስለካ እሱ ብምንታይ እዩ ዝሕድሶ ብፀሙ እዩ ዝሕድሶ ድሕሪ ሓድሽ ዝኾነ ሰብነት እያ ይረክብ

ገድሊ ተሓሽዩ ለይወፅእ ጋኔን ብምንታይ እዩ ልወፅእ እንድሕር ኢልና ኮይና ብፆም ይወፅእ ሓዊሩ ሓዊሩ ልዓበየ ጋኔን ሃም ዘይድበለ ጋኔን ምሳሕና ልዓበዩ ኣጋንንቲ እኮ እንሆው እንዲያውም ዘመድና እንብሎም የለው ኢዶ ናቦ እዩ ናነ እዩ እ ናብ ቤተሰብ ልበሃል እኮ ጋኔን

ጻዕዳ በጊዕ ዶ ልብሃ ኣሎ እንታይ ኢሊ ምግባር ድዩ እዚ እንዲያውም ዓይነን ጠንበሽበሽ እንድሕር ኢለን ኮይነን ሰንከልከል እንድሕር ኢለን ኮይነን ሰንከልከል እንድሕር ኢሎም ኮይኖም ሕማሙ ድርብ ድርብ እንድሕር ኢሉ ኮይኑ ታጎሪ እዩ ልብሃል ምስ ቤተሰብና ከይንድንበር የድንብር ያብልና ጋኔንን ነው ሓውና ሞይትና ከይንቐብር ኣያቕብር ይድብለና ኣሎ ኣብና ሓውና ደስታ ከይንርከብ ኣብና ሓውና መርዓ ከይንርከብ የድንብር ይላብል ጋኔን ቤተ ክርስቲያን ለያምፅ ጋኔን ኩሉ ኮኖ እዩ የሰዲ ይልብል በቃ ካብ ገዛ ያውፅ ይልብል ጋኔን ኣነ ብዙሓት ሰባት ፈልጡ ኣለኹ በቃ ለይሰዶም ሰብ ተረእዩ ኩሉ በቃ ስቆሎም ኣብ ሓፅር ተወጢጦም ሰብ ይርእዩ ደኣ ሰብ ለይርእዮም በቃ ዕድመ ልክዖም ካሰብ ተፈልዮም ዝነብሩ ብሰይጣን ምክንያት ብኣጋንንቲ ምክንያት እሞ ከዚ ጋኔን ለየብሉ ሰብ እንሀ ድዩ መንፈስ ለየብሉ ሰብ እንሀ ድዩ ኣሕና ጋኔን ዘለዎ ሰብ እንብሎ ወይ ወይ ካብሎ ተሎ ጨርቁ ካድብርዮ ተሎ እዩ ኣቀይዶ መንፈሰ ቁጣዕ እውን ተቆጣዕ ተቆጣዕ ኣለካ መንፈስ እንሆ ሕማቕ ላሕስበካ ጋኔን እኖ ስረቕ ስረቕ ልብለካ ጋኔን እኖ ሕመ ሕመ ልብለካ ጋኔን እኖ ኸዚ ግን ደቅና ጥወን ጥራሑ ሸለፈል ጥራሑ ሃመይ ኢልና ንኸድለ ኣብ ከተማ ንሪኦ ዘለና ኢና ሓደ ሓደ ሰባት ጾም ክኣቲ ተሎ ዝጨንቆም ሰባት እነሆ ከይወልዑ ሰብ ከይርእዮ እባ እዎ ከይወልዑ ከይጸሙ ለለ ድሌት የብሎም

ትሕቲ እዩ ንእሽተይ ክንመሃር ኢና። እግዚኣብሔር መንፈስ ቅዱስ ልኹላትና መሰሉ ጥበቡ ልገልጸና ናቱ ቅዱስ ፈቃድ ይኹነና። ጾም ትፍውስ ቁስለ ነፍስ ጾም ናይ ነፍሲ ቁስሊ ትፍውስ እያ ይብለና። ኩላትና ሓፂር ደቂቃ ኢና ክንመሃር ተረጋጊዕና ቃል እግዚኣብሔር ክንሰምዕ እግዚኣብሔር መንፈስ ቅዱስ ብድጋሜ እዝነ ልቦናና ይኽፈተና። ጾም ትፌውስ ቁስለ ነፍስ ጾም ናይ ነፍሲ ቁስሊ ትፍውስ እያ። እዚ ቃል ዝስማዕ ኣሎ ድዩ? እወ እንድሕር ስማዕ ኣሎ ኮይኑ ኩላትና ብሓባር ንብል ኢና። ጾም ናይ ነፍሲ ቁስሊ ትፍውስ እያ ወይም ታድሕን እያ ማለት እዩ። እቲ ለለናዮ ወቕቲ ናይ ሱባኤ ወቕቲ ደቂ ሰባት ክርስትያን ዝኾንና ምስ ፈጣሪና እንራኸበሉ ነፍስና ንምርምረሉ ኣበይ ሃምልሃለና ደለናዮ ህልውናና ንፈልጠሉ ሓጢኣትና ንድምሰሰሉ ለእግዚኣብሔር እንቓርበሉ ወቕቲ ጾመ ፍልሰታ እዩ ማለት እዩ። ጾመ እንታይ እዩ ዝበሃል ዝና ኸዚ ፍልሰታ ይበሃል ማለት እዩ። ጾመ ፍልሰታ ማለት ፍልሰታ ማለት ፈለሰ ተሰደደ ማለት እዩ። ናይ ስደታ ጾም ወይም ናይ እርገታ ጾም ማለት እዩ። ድንግል ማርያም ካብዚ ዓለም እዚ ላብዘይ ሓልፍ ዓለም ናብ መንግስተ ሰማያት ልወጸትሉ ስለልኾነ መን እዩ ጸይምዎ ልብል ሕጽር ልበለት ታሪክ ክንነጋገር እሞ ላብቲ ላልዕናዮ ርእሰ ጉዳይ ክንኣቲ ኢና። እዚ ጾም እዚ ልጸምዎ ኣቦታትና ሃዋርያት እዮም። ልመን እዮም ጸይሞሞ? ኣቦታትና ቅዱሳን ሃዋርያት ማለት እዩ። ስለምንታይ ጸይሞሞ? እንድሕር ኢልና ኮይንና ናይ ድንግል ማርያም ስጋ ልምርካብ እዮም ጸይሞሞ ድንግል ማርያም ኣብዚ ዓለም እዚ ስሰ ኣርባዕተ ዓመት ምስ ተቐመጠት ብጥሪ ዕስራ ሓደይ ካብዛ ዓለም እዚ ተፈልያ እያ ቅዱሳን ሃዋርያት ናይ ድንግል ማርያም ስጋ ልምቕባር ጌተሰማኒ ላብ ዝበሃል ቦታ ሒዞማ ክኸዱ ተለዉ ርጉማን ኣይሁድ ብምቀኝነት ተላዒሎም ቅድሚ ኸዚ ወዳ ሞትኩ ተሰቐልኩ ተቓበርኩ ተሰእኩ ኣረግኩ ላበለ ብዙሕ ሰብ ናብ ክርስትና ሃይማኖት ይመልስ ኣሎ ኸዚ እውን እሳ ሃዋርያት ሒዘማ ከለዉ ቃብርዋ ንሕና ጸጥ እንድሕሪናዮም ኮይንና እንደገና እሳ እውን ክትትስእ እያ፣ ክትኣርግ እያ እሞ ንኡ ናኡያ በእሳት ስጋሃ ለማርያም ናይ ድንግል ማርያም ስጋ ናይ ማርያም ስጋ ንኡና ኣቃጽሎ ኢሎም በድና ክወሩ ክኸዱ ተለዉ ናይ እግዚኣብሔር መልኣክ ግን እቲ ናይ ድንግል ማርያም ስጋ ነጢቑ ናብ ገነት ወሰዶ ይብል ማለት እዩ ስለዚ ናብ ገነት ምስ ወሰዶ ኣብ ገነት ኣብ ዕፀ ህይወት ስር ይቕመጥ ነይሩ ስጋኣ ናይ ድንግል ማርያም ብድሕሪኡ ዮሃንስ ወንጌላዊ ኣብ ገነት ኣብ ኤፌሶን ካስተምር ተሎ ተነጢቑ ኸይዱ ስጋኣ ከም ዘሎ ተረዲኡ ንሃዋርያት ነጊርዎም ሃዋርያት ድማ ናይ ድንግል ማርያም ስጋ ብምርኣይ ነሓሰ ሓደ መዓልቲ ጀሚሮም ኽልተ ሱባኤ ምስ ጾሙ ጐይታና ኢየሱስ ክርስቶስ ሥግኣ ኣርእይዎም ትንሣኤኣ እውን ገሊጹሎም እርገታ እውን ገሊጹሎም ይብለና ማለት እዩ ስለዚ ቅዱሳን ሃዋርያት ናይ ድንግል ማርያም ሥጋ ልምርካብ እዮም ጸይሞሞ ብሓጭሩ ናቦታትና ቅዱሳን ሃዋርያት ናይ ድንግል ማርያም በረከት ምስ ኹላትና ይኹን እሞ ንሕና ኸልምንታይ ኢና ንጾሞ ኣለና እንድሕር ኢልና ኮይና ሓደ ጾም ናይ ነፍሲ ቁስሊ ስለ ዝትፍውስ እዩ ናይ መን ቁስሊ ቁስሊ ነፍሲ ለዶ ቁስሊ ነዋ እዩ ነዋወ ነዋ እዩ ናይ ነፍሲ ቁስሊ እንታይ እዩ እንድሕር ኢልና ኮይና ሓጢኣት እዩ ሰብ ስጋ ጥራሕ የኾነ ነፍሲ እውን ኣለዎ። ሃምቲ ናይ ስጋ ቆስሊ ናይ ነፍሲ ቆስሊ እውን ኣሎ። ከዚ ነፍሱ ለይቆሰለት ሰብ ትጸንሕ ደኮን? በእውነት ዕድለኛ እዩ። ብዝተፈላለየ ምክንያት ነፍስና ቆሲላ፣ ነፍስና ሸቲታ፣ ተባላሽያ ብዝሙት

ናይ ስጋኻ ቆስሊ እንድሕር ወጺእካ ኮይኑ ናብ ሕክምና ትኸድ ኢኻ ወይም ጸበል ትኸድ ኢኻ ወይም ሓደ ነገር ትገብር ኢኻ ነፍስና ክትቆስል ተላኸ መድሓኒታታ እዩ መድሓኒታታ እዩ እንድሕርና ኮይና ጾሙ እያ በቃ ቅዱስ ያሬድ እኮ እዩ እዚ ተናጊርሉ ኣሎ ጾሙስ ናይ ነፍሲ ቁስሊ ትፍውስ እያ እኮ ኢልዋ በቃ ትፍውስ እያ ስለዚ ጾም ለይፈቱ ሰብ ኣነ መድሓኒት ኣየድልየኒ ይብሎ ማለት እዩ እግዚኣብሔርስ ብእውነት ልትኻበለ ልተመስገነ ይኾን እዚ መድሓኒት እዚ ናይ ነፍሲ ቆስሊ ኣብ ዝኸስ ሰዓት መድሓኒት ትዕድግ ተለኻ ቆስሊ ሒዝካ ሕማም ሓሚምካ ሕክምና ትኸድ ተለኻ ክንደይ ወጪኻ ታውፅ ኣለኻ ኣብ ዝኸዚ ሰዓት እኮ ድኻ ምሕካም ዘይኽእለሉ ሰዓት ይበፅና ኢለ ሓቂ እዚ ናይ ነፍሲ ቆስሊ ልፍውሰሉ ጾም ግን ብነፃ ነፍስኻ እትፍወሰሉ እትድሕነሉ ስለዚ ክትጾም ተለኻ እቲ ናይ ነፍስኻ ቁስሊ ይፍወስ እቲ ናይ ነፍስኻ ቁስሊ ይድሕን እያ ወታ ጸምም ኩሎ ፍትወታተ ዘስጋ ናይ ስጋ ፍትወታት እውን ጸጥ ታብል እያ ይብለና ጾም እንዲያውም ምግበ ነፍሲ እውን እያ እኮ ምግበ ነፍሲ እያ ናይ ስጋና ምግቢ እንጀራ እዩ ማይ እዩ ናይ ነፍስና ምግቢ ኸ ቃል እግዚኣብሔር እዩ ጾም እዩ ክንጸውም ተለና ስጋና የርሕብሎ ነፍስና ኸታይ ትብላ ጸግብላ ጸግብላ ብፁዓን እለይሰደው ብፁዓን እለይርህው በእንተ ጽድቅ ስለ ጽድቅ ኢሎም ልርሑ ብፁዓን እዮም ይብለና ጎይታና ኢየሱስ ክርስቶስ። እስመ እሙንቱ ይጸግቡ እሳቶም ክጸግቡ እዮም እሞ ስለ ጽድቅ ኢሎም ማለት እኮ ስኢንኻ ስኢኖም ልጠሙ የኾነ ይብል ኣሎ ስኢኖም ልጠሙ ብፁዓት እዮም የኾነ ልብል ኣሎ ማቴዎስ ወንጌል ምዕራፍ ሓሙሽተ ስለ ጽድቅ ኢሎም ልርሑ ኣብ ገንበሮም እንጀራ ልብላዕ ልሃለየ ነገር ግን ክጸውም ይግበእኒ ኢሎም ክጸሙ ተለው ክርሕብ ይግበእኒ ኢሎም ክርሕቡ ተለው እዚኣቶም እያ ብፁዓን እዩም እሳቶም ክጸጉ እዮም እሞ ብምንታይ ብነፍሶም ኣንድም ብመንግስተ ሰማያት ክጸጉ እዮም ይብለና ጾም ማለት ካብ እንስሳት ኩሉ እንፍለየሉ እዩ ማለት ካብ እንስሳት ግብሪ እንፍለየሉ ለይፀውም ሰብ ለይፆም እንታይ እዩ እንስሳ እዩ ሓቀይ እንስሳት ይፆም ዶ የፆሚ የፆሚ ዓርቢ ይኹን ረውዒ ይኹን ሓሙስ ይኹን ሰንበት ይኹን ተላዒሎም ብንገሩ ኾነ ድርቋ ልበልዑ ገለባ ልበልዑ ሰብ ለለ እንድሕር ለይፆም ኮይኑ እንስሳ ኮይኑ እንሆ ማለት እዩ ሰኡሉ በርደግ ኢሉ ካብ ምህሮ ሲኡ እንድሕር ቡና ስቲ ላብል እንጀራ ብልዕ እንድሕር ላብል ኮይኑ ካብዚ ብዕራይማ ብምንታ ትፈሊኻ ካብዛ ላሕምማ ብምንታ ትፈሊኺ እንስሳ እዩ ጾም ለይፈልጥ ሰብ ግን እንስሳ የኾነ እንስሳ ለይጸም ለለው ነፍሲ ስለ ለይብሎም እዩ ነባቢት ህያዊት ለባዊት ነፍሲ ልበሃል የብሎም ሰብ ግን ክቡር ፍጥረት ህያዊት ዝኾነት ነፍሲ ስለለላቶ ናይ መላእክቲ ተፈጥሮ ናይ መላእክቲ ባህሪ እውን ስለ ዘለዎ ክፀውሙ ይግብኦ ስለዚ ንጎተ ላዕልና ንበልዕ እንድሕረ ኮይና ንሕና እንስሳ ምዃና ንፈለጥ ኣለና ኣረ እንዲያውም ካብ እንስሳ ለልገደ ካብ እንስሳት እኮ ዝፀሙ እንስሳታት እነው እሱ መን እዩ ተመን ተመንስ ይብል ሰውነቱ ምስ ኣረገ ምስ ተባላሸየ ለርብዓ መዓልቲ ልኣክል ካብ ምግቢ ይኽልኸል ምንም ተለይጣዕሚ ማለት እዩ ድሕር ኣርብዓ መዓልቲ እንታይ ይገብር ንሰውነቱ ኣሕሊፉ ዝረክብ ቀዳዳ ዝኾነ ነገር ሽንጥሮ ዝኾነ ነገር ምስ ረኸበ ሓሊፉ ይኸድ ብድሕሪኡ እቲ ለኣረገ ሰውነቱ ትገፊፉ ንድሕሪት ይቀሪ ቁፋፎት ተረባ ቁፋፎት ተበን ኣብ መንገዲ ረኺብኩም ትፈልጡ ዶ እወ ረእዎ ልክዕ ተበን እንዲያውም ንመስለካ እሱ ብምንታይ እዩ ዝሕድሶ ብጾም እዩ ዝሕድሶ ድሕሪ ሓድሽ ዝኾነ ሰብነት እያ ይረክብ ተመን እኳ ሰብነተይ ክሕድስ ኢሉ ለኣረገ ሰብነተይ ካላቕቕ ኢሉ ኣርብዓ መዓልቲ ልጾመ ልጽድቂ ኢሉ የኾነ እዩ ልጾመ ለሎ ሰብ ለለ ሰብነትካ ክሕደስ እንድሕር ትደሊ ኮይንካ ነፍስካ እንድሕር ክትሕደስ ትደሊ ኮይንካ እንታይ ትገብር ነካ ማለት እዩ ክትፀውም ነካ ለኣረገ ማንነትና ለኣረገ ሰብነትና ለቆሸሸ ማንነትና ለቆሸሸ ህሊናና ልረስሐ ነፍስና ብምንታይ ልህደስ እንድሕር ኢና ኮይና ክንፀውም ተለና እያ ክንፅኦም ተለና እዩ። በቃ ኣነ ብነፍሰይ ትህድስ ልባ ለይረኺ ማለት እዩ ይጾም ኢሉ እንድሕር ኮይኑ ሰብ ስለዚ ጾም ካብ እንስሳት ግብሪ እውን ንፍለየሉ እዩ ጾም ብዙሕ ጥቕም ኣለዋ ብዙ በውቅኤት ባቲ ይልዋ ቅዱስ ያሬድ ንጾምስ ብዙሕ ጥቕሚ ኣለዋ ካብዞም ጥቕምታት ሓደ ለለ ኣጋንንቲ ካባሕና እናውፀእላ ኣጋንንቲ ካባሕና ልባርሩላ እያ ጎይታና ኢየሱስ ክርስቶስ ኣብዚ ምድሪ እዚ ብመዋዒለ ስጋዊኡ ላተማለለሰ ካምህር ተሎ ሓደ ጋኔን ዝሓደሮ ወዱ ሒዝዎ ላሃዋርያት መጽዩ ኣውጽኡለይ ወደይ ኽፉእ ጋኔን ሒዝዎ ኣሎ እሞ ኣውጽኡለይ ኢልዎም ካብኡ ሃዋርያት ውፃእ ተወልወል ዝጋኔን የወፅ ኢልዎም የወፅ ኢሉ ካብኡ ድሓረ ክርስቶስ መፅዩ ሒዝዎ ለለ እቲ ስብኣይ ላብ መን ኸይዱ ናብ ጎይታና ናብ ኢየሱስ ክርስቶስ ሒዝዎ መጽኡ እቲ ጋኔን ማለት እዩ እቲ ጋኔን ዝሓደረ ወዱ ካብኡ እንታይ ኢልዎ መምህር ኢየሱስ ክርስቶስ ወደይማ ክፉእ ጋኔን ሒዝዎ ሓደ ሓደ ግዜ እዚ ጋኔን እዚ ናብ ባሕሪ ካጥልቆ እየ ይብል ሓደ ሓደ ግዜ ለለ ናብ ገደል ካጽድፎ እየ ይብል ሓደ ሓደ ግዜ ለለ ናብ ሓዊ ካእትዎ እየ ይብል

እንታይ ኮይና ኢና እዚ ጋኔን እዚ ንሕና ምውፃእ ልኣበየና ካልኦት ኣጋንንቲ ኮን ኣውፅእ ነርና ብስምካ እንታይ ኮይኑ ኣበየና እዚ ጋኔን እዚ ምውፃእ ኢሎሞ ሃምዚ ዓይነቱ ጋኔንማ ብዘይካ ጾም ጸሎት እየ ኣይወፅ ወዝንቱ ዘመድ እይወፅእ ዘእነደበጾም ወወጸሎት ማቴዎስ ወንጌል

ገድሊ ተሓሽዩ ለይወፅእ ጋኔን ብምንታይ እዩ ልወፅእ እንድሕር ኢልና ኮይና ብጾም እዩ ልወፅእ ሓዊሩ ሓዊሩ ልዓበየ ጋኔን ሃምዘይ ዝበለ ጋኔን ምሳሕና ልዓበዩ ኣጋንንቲ እኮ እንሆው እንዲያውም ዘመድና እንብሎም የለው ዶ ናቦ እዩ ናነ እዩ ናብ ቤተሰብ ልበሃል እኮ ጋኔን

እንዲያውም ዓይነን ጠንበሽበሽ እንድሕር ኢለን ኮይነን ሰንከልከል እንድሕር ኢለን ኮይነን ሰንከልከል እንድሕር ኢሎም ኮይኖም ሕማሙ ድርብ ድርብ እንድሕር ኢሉ ኮይኑ ታጎሪ ኢሉ ይበሃል ያው ደቂ ኣንስትዮ ተኮይን ክንታስለ ዝገብሮ ነገር ንክንሓቀ እ? መጠበሪ ይበሃል መን ኢሉ ጥበር ለሎ እ? ሰይጣንስ ያብሳስላ ክጥበር

ቤተ ክርስቲያን ለያም ጽጋኔ ንኹሉ ኮኖ እዩ የሰዲ ልብል በቃ ካብ ገዛ ያውፅ ልብል ጋኔን ኣነ ብዙሓት ሰባት ፈልጡ ኣለኹ በቃ ለይሰዶም ሰብ ተረእዩ ኩሉ በቃ ስቆሎም ኣብ ሓፅር ተወጢጦም ሰብ ይርእዩ ደኣ ሰብ ለይርእዮም በቃ ዕድመ ልክዖም ካብ ሰብ ተፈልዮም ዝነብሩ ብሰይጣን ምክንያት ብኣጋንንቲ ምክንያት ካብ ዘመድ ኣዝማድና ካብ እግዚኣብሔር ካብ ቤተ ክርስቲያን ካብ ቅዱስ ቁርባን ዝፈለዩና ኣጋንንቲ እዚኣቶም ብምንታይ እዮም ክወፁ ዝኽእሉ እዚ ሃምዚ ዓይነት ጋኔንማ ብዘይካ ጾሚ ጸሎት እያ ክወፅእ ይኽእል ከለ ማይ ጸሎት ተሓፂብካ ይወፅ ጋኔን እዚ ሓደ ቅዱስ ኣቦ ሓንቲ እኖ ኣጋንንቲ ዓሲሎም ካሳቂዋ ተለዉ ተመልኪቱ ካብኡ እግዚኣብሔር ጸልዩ እንታይ ኢሉ ጸልዩ መስለካቶም እቶም ኣጋንንትማ ካብዛ ሰበይቲ ላዩ ይስደዶም ኢሉ ላዩ ይስደዶም ኢሉ እቶም ኣጋንንቲ ለለ ካብታ ሰበይቲ ልክዕ ሓንቲ ቆፎ ንሂብ ናብ ሓደ ቆፎ ሃም ልግልበጥ ግልብጥ ኢሎም ናብቲ ቅዱስ ኣቦ መፅኦም እንታይ ገበረ መስለካት ናብ በረኻ ከደ ኣብ በረኻ ከይዱ ጾም ጸሎት ስግደት ጀመረ ካብኡቶም ኣጋንንቲ ኣይ ንኸድ ጭራ ንኸድ በሉ ኣብዚ ሰብዚ ታናግንየሉዋ ዋይ ፅንሕ ባበሉ

ኣጋንንቲ እኮ ኣብ ክርስትያን እኮ ዓቕሚ ዝበሃል እኮ የብሎምን ባዕልና እኮ ኢና ንማረኽ ለለና ኣረ ህንደይ ክርስትያን እማ እነሆ ብእውነት ኣጋንንቲ ሃም ገልዕ ቐጢጦም ሃም ሰም ኣቕሊጦም ዝገዝኡ ጋኔን ታዳን እነዎ ኮይና ባሕና በስመ አብ ኢና ትምህርተ መስቀል ምስ ገበርናሉ እኮ ብጎይታና ብኢየሱስ ክርስቶስ ሓይሊ በሪሩ ጠፍኡ እዩ ልኸድ ስሞም ክጽዋዕ ተሎ ላፍርሕዎ እነበሩ ክርስትያን እንሆ ስለዚ ኣብዚ ጾም እዚ ኣጋንንቲ ዶ ዓሎም ልንቅጥቀጥሉ እዩ ካብቲ ልፀውም ሰብሲ ሓዊ ልቲ ይወፅእ ልመን ንምብላዕ ልትጋኔን ንምብላዕ እዩ ይፈርሕ ይንቅጥቀጥ ናብ ልፀውም ሰብ ፀሎት ኣብ ልገብር ሰብ ክቐርብ ማለት እዩ እሞ ከዚ ጋኔን ለየብሉ ሰብ እንሀ ድዩ መንፈስ ለየብሉ ሰብ እንሀ ድዩ ኣሕና ጋኔን ዘለዎ ሰብ እንብሎ ወይ ወይ ካብ ብሎ ተሎ ጨርቑ ካብ ድብርዮ ተሎ እዩ ሓቀይ ዶ ግን ኸ መናፍስቲ እኮ ዝተፈላለዩ እኮ እዮም ናብ ዝሙት መንፈስ እኖ ኣብ ዓይኒ ሓዲሩ ብሓንቲ ሰበይቲ ጸኒዕና ንከይንነብር ብቃል ኪዳንና ጸኒዕና ንከይንነብር ንሓዳርና ክብሪ ንከይንህብ ዘዋሪ ዘማዊ ይገብረና ኣብ ዓይንና ዝሓደረ ማለት እዩ ሰይጣን መንፈስ መንፈሰ ዝሙት ዝበሃልና ናይ ዝሙት መንፈስ ናይ ዝሙት ጋኔን ማለት እዩ እማ እዚ ለያ ጥቕዖ ሰብ ጸንሕ ዶ ብዘይ ዘይተሰሓተ ሰብ ጸንሑ ዶ እንደገና መንፈሰ ጽርፈት ልበሃል እውን ኣንደበት ካብ ሓደረ ሕማቅ ሕማቅ ክትናገር ሰብ ክትሓሚ በልበል ይብለካ ኖ ኣብዚ ሓዲሩ ማለት እዩ ትቆጣዕ መንፈሰ ቁጣዕ እውን ኖ ትቆጣዕ ትቆጣዕ ኣለካ መንፈስ እንሆ ሕማቅ ላሕስበካ ጋኔን እኖ ስረቅ ስረቅ ልብለካ ጋኔን እኖ ሕመ ሕመ ልብለካ ጋኔን እኖ መንፈ እንዲያውም ማርያም መግደላዊት ትበሃለ ሸውዓተ ኣጋንንቲ ሓዲሮማ ነይሮም እቶም ሸውዓተ እዮም ሸውዓተ ዓይነት ሓጢኣት ያስርሕዎ ነይሮም ናይዚ ናይ መንፈሰ ትውዝፍቲ ነይርዋ ናይ ትውዝፍቲ መንፈስ መንፈሰ ትውዝፍቲ ትፈልጡ ዶ በቃ ተኻዲነ ተይኻዲነ ለይጠቕማ ሰበይቲ ማለት እዩ በተለይ ኣብዚ ኸዚ ሰዓት ዕራቆትኻ ክድኽድ ዝብለካ ጋንየን ነው ይሃሙ ኢሉ ዝበፅሕና እየን ንህና ከቢድ ዘመን እኮ እዩ እዚ መንፈሰ ትውዝፍቲ ይበሃል ሬዶ ቀደም እኮ ሰበይቲ ርእሳ ትጎልቢባ ሰብነታ ትሸፊና እያ ትኸድ ኣላ ትኸድ ነይራ ኸዚ ግን ደቅና ጥወን ጥራሑ ሸለፈል ጥራሑ ሃመይ ኢልና ንኸድ ኣለያ ኣብ ከተማ ንሪኦ ዘለና ኢና ስብኣይ እዩ እንሆ ዳሕና ክዳን ለይቃየረ ኣወዳት ለና እያ ስራኻ ትሕት ኣቢልካ ምኻድ ግን ሓይ ዝሮ ዝሮ ኣወዳት ንሕ ኣንስቲ ግን ሃመይ ሃም ንብልኽ ኣምነ ሃመይ ሃም ትብልኽን ኣስተውዕላት መንፈሰ ትውዝፍቲ ይበሃል እዚ በቃ ዕራቆትካስ ውፃእ ውፃእ ረእይኑ ረእይኑ ረእይኑ በቃ ኮይኑ ኸ መንፈሰ ቅንኣት ልበሃል ኣሎ ሓዲርዋ ነይሩ ናይ ቅንኣት መንፈስ በቃ ሰብ ክሓልፈሉ ክትርኢ ተለስ ትሓርር ትሓዝን ሰብ ክሓልፈሉ ተሎ ንሓዝን ሰባት እነና ኢልና ኢዶ ኮይና ሰብ ክፍትም ተሎ ሰብ ገንዘብ ትርሕስ ተሎ ገዛ ክሰርሕ ተሎማ ልብል ሰብና በተለይ ጎረባ ይካፈሉ ልፈልጠካ ዘመድካ ኮይኑ ቅንኢ ይበቃል ቃንዕ ሰብ ነው ኣይሕለፈሉ ይከለ ልብል ማለት ነው። እንዲያውም ናይ ይከለ ሃፍቲ ሃመገረ እዩ ካጥፍኦ ልብል ፍኦ ዳዳ ጠንቋዩ ሸደብ ልብልና ብገጠር ከይድካ ለዋዕሉ እንድሕር ከፍትካ ውልድ ውልድ ኣቢለን ማለት ኣይገብሩ ላኸዱ ተን ከፍቲ ጭርዐን ይቆርፅወን ሃሞ ካጋጥመካቶም ለደብዚ ቆዳኣን ቆርበተን ምልጥ ያብልወን እንታይ እዮም ገብርዎ ወሲዶም ናይ ከለያ ልሕሚ ወሊዳ ቅንኣት ቆዩ ይከለያ ነጊዱ ሓልፍ ኣሎ ኣነ ገይረ እየ ኣነ ላዚ ካብ ፀልኽን ገዛ ኮሰርሕ ኣሎ ማኪና ክዕድጉ ኣሎ ቅንኣት መንፈሰ ቅንኣት ይበሃል እዚ መንፈሰ ዝሙት ዝበሃሉ እውን እዚኣቶም እና እዞም ኣጋንንቲ እዚኣቶም ተፈላለየ ሓጢኣት ላስርሑና ብምንታይ እዮም ክውገዱ ዝኽእሉ እንድሕሪና ኮይና በጾም ወጸሎት እያ

ንሰብ ኢሎም ዝነብሩ ሰባት እዮም ጾም ክኣቱ ተሎ ለይሰሙ ጾም ክወፅእ ተሎ ዝሰምዑ እነው ጾም ጸይሞም ለይፈልጡ ኣውደ ዓመት ክመፅእ ተሎ ግን በጊዕ ጓጠጥና ጠሊ ጓጠጥና ደርሃ ዓደግና ንሕለይ ጾምታ ገብረልካ ካብ ጾመ ፍልሰታ ንሕለይ ጾምካ ኮንካስ ኣሸንዳ መጸማ ጠሊ ዓደግኩ ናመን መን ጾመልካ እኮ እዩ በቃ ኣብ ብድዒ ጥራሕ ክርስትያን ዝኾኑ ሰባት እኒሆ ስለዚ ኣጋንንቲ እናሸንፈሉ እዩ ኣጋንንቲ እናሸንፈሉ ኣረ በእውነት መን እዩ ብዚ መንፈስ እዚ ዶ ይትሳቀየ መን እዩ ብዝሙት መንፈስ ለይትሳቀ ብቅንኣት መንፈስ ለይትሳቀ እዚኣቶም እስቲ ሓደ ኢና ንጀምር እዚ ክፉእ መንፈስ ካብ ሕናል ክወፅእ ንፁም ናብ ቅዱስ ፀሎት ንግበር ጾም ለሃገር እውን ሰላም ላውርድ እዩ ክርስትያን ኣብ ሃገሮም ህውከት ክለዓል ተሎ ጾም ይጾሙ እሞ እግዚኣብሔር ድማ ሰላም ያምጽእ። ሰላም ልገብር መን እዩ? እግዚኣብሔር የኾነ እዩ ድዩ? ልእግዚኣብሔር ኩሉ ይከኣል ኣይዞኹም ኣይትጨነቑ። ኸዚ ህንደይ ሰብ እኮ ልጭነቕ እኖ በቃ ምድሪ ልጸወቶ ዓለም ልጸወቶ ሰብ እኖ በቃ ጭንቕንቕንቕንቕንቕ ልብል ነው። ኣይትጨነቑ እግዚኣብሔር እኖ እዩ። ናትና መፍትሒ ኣታ እዩ በቃ እግዚኣብሔር ኣምላክ ለሃገርና ሰላም ቤተ ክርስቲያንና እኮ ኩሉ ጊዜ ጸሊ ዶ ይጸሊ ኣብ ማእኸል ቅዳሴ እንታይ ይባል ጸልዩ በእንተ ሰላም ስለ ሰላም ኢልኩም ጸልዩ ይብል ረእይዎ በቃ ሰላም ክመጽእ ተኾይኑ ጦርነት ክርሕቕ ተኾይኑ ክንጸውም ክንጽሊ ተለና እዩ ስለዚ ኣብ ህይወትና እውን ምርግጋዕ እትበና መን እያ ንሕልና ኮይንና ጾም እያ ትምህሮሙ ለወላዲት ጽሙና ልቶም መናእሰይት ምርግጋዕ ታስተምህሮም ይብል ብህይወቱ ለይትጨነቐሰ መነ ኮይኑ ብነፍሱ ለይታወከ መነ ኮይኑ ላ ተረጋግዐ ህይወት ክህልየካ ስኽን ንበለ ኣተሓሳስባን እንተ ክልየካ ጾም ክትጸውም ተለኻ ጸሎት ክትገብር ተለኻ እዩ ስለዚ ናይ ጾም ጥቕሚ ብዙሕ እዩ እማ እግዚኣብሔር ኣምላክና ንቐበሎ ጾም ሃመ ይድበለ እዩ ኢሉ ንእሽተይ ነጥብታት ክናገር እሞ ትምህርተይ ክውደ እዩ እግዚኣብሔር ኣምላክ ዝቕበሎ ጾም ብእውነት ብትክክል እንድሕር ጸምና ኮይንና ኣብዛ ጾም እዚኣ ኣየኹም ዓድና ኩሉ ሰላም ክትኾን እያ ግን ሃመ ገይርና ተጸምና እዩ ሓደ ህዋሳትና ኩሉ ክጸሙ ተለው እዩ ኣይንትና ኢለኩም እነኹ ህዋሳትና ህዋሳት ማለት ናይ ሰውነትካ ክፍልታት ማለት እዩ ኣዮም እዮም ዛቶም ዓይኒ ኣፍ እዝኒ ኢድ እግሪ እዞም ሓምሽተ ሕዋሳት እዚኣቶም እዚኣቶም እውን ክጾሙ ነዎም። ኣብ ጾም ሰዓት ካብ ድኻ ካብ እንጀራ ጥራሕ ይኾነ ኢሉ ጽዎም። ዓይኒ እውን ክጸውም ኣለዎ ይብል። ካብ ምንታይ እዩ ልጾመ ዓይኒ? ዓይንኒ ይጹም ይብል። ዓይንነ ይጹም ካብ ምንታይ ኽፉእ ካብ ምርኣይ ኽፉእ ካብ ምርኣይ እንዲያውም ልበዝሕ ሓጢኣት ዝስራሕ ብምንታይ ድዩ ብዓይንኻ ድኾነ ዓይኒ ይርኢ ካብኸ ልብለለ ይቕበል ካብኡ ታብሰልስል ማለት ኣብዚ ኸሰዓት በተለይ ብዓይንኻ ዘይስራሕ ነገር እኮ የለ ብዓይንኻ ዘይረአ ነገር እኮ የለይ ኣብ እስክሪን ሞባይልና ኣብ ላብቶብና ኣብ ተለጅና ህንደይ ነገር ህንደይ ሕማቕ ጉድ ወጣት ዝርእዮ ኣሎ ሕማቕ ፍልሚ ሕማቕ ዝኾነ ነገር ልንርእይ ካብዚ እውን እያ ኣብ ፆም ሰዓት ከለካ ሞባይልኹም ለዚ ሃምዚ ዓይነቱ ነገር ክትርእየውልኹም እዩ ጽቡቕ ጽቡቕ ዝኾነ ነገር ትርኢ እነከ ዓይንኻለ ክጸውም እነህዎ ይብል ክፉእ ካብ ምርኣይ ዓይንኻ ክጸውም እነህዎ እወ ኣብዛ ስዋኤ እዚኣ ከለ ሕማቕ ካብ ምርኣይ ንጸውም እነሀና ኣብ መባይና ንሪኦ እውን ፈሊና ክንርኢ እነሀና ሎሚ ኣብ ወፃእ ዓዲ ኮይኑ ዝስራሕ ዘሎ ሓጢኣት ኣብ ዓድኻ ከፍ ኢልካ ትርኢ ርእይዎ ዓለም ሓንቲ መንደር ኮይና እያ እዝኒ እውን ትፀውም እንህዋ ይብል ካብ ምንታይ እዩ ልማ ቅዱስ ያሬድ እምሰሚኣ ህሱም ክፉእ ካብ ምስማዕ እዩ እንታይ እያ ክፉእ ትሰምዕ እዝኒ ሓምየት ዝኾነ ጨውጨው ይጥዕማ እንዲያውም ሰብ ክሕመተሎ ከመይ ደስ ዝብለና እንዲያውም ዋላ ዝፀበና ይኹን ክልተ ሰባት ክንኸድ ተለና እኮ ሓደ ሰብ ኣልዕልና ለይሓመና ይንኸድ ደስ ይብለና በቃ እዛ ውለት እፁም ሰብ ምውራድ ሕማቕ እዩ ሰብ ምሕማይ ማለት ብዘይካ ካራ ናይ ሰብ ስጋ ምብላዕ ብዘይካ ዋንጫ ናይ ሰብ ደም ምስተይ ማለት እዩ

ስለዚ ሓሜት ክትሰምዕ የብልኻይ ሓደ ፈላስፋማ ሓደ ሰብ መፅኡ ክነግረካ ዝኾነ ነገር ኢልዎ ካብኡ ኣጠንቂዕዎ ግን እንድሕር ትነግረኒ ኮይንካ ሓደ ስለ ሰብ ሕማቕ ነገር ከይትነግረኒ ኢልዎ ስለዚ ሕማቅ ነገር ከይትነግረኒ እንድሕር ትነግረኒ ኮይንካ እከለ ሃምዚ እዩ እከለ ሃምዚ እያ ኢልካ ከይትነግረኒ እንድሕር ሃም ትነግረኒ ኮይንካ ድሕር በልካ ይውፃእ ቃልካ የሰምዐካ ንሓና ለሃቅሙ ክንብልና ኢና እንዲያው ክንሓምት ኣለና ኣ ሓምየት እኳ እየቁፀረዋ ኢና ንብለዎ ዶ ሃም ሓምየት ገይሩ እኳ እየቁፀረዋ እዛ እከለ እዛ ግባሪት ሲ ዳና ይሆነ ኢና ንብል

ሰባት ማንቋሽሽ እንዲያውም ጎይታና ኢየሱስ ክርስቶስ እንታይ ይብለና ሓደ ሰብስ ንሓደ ሰብ ዲዳ ደንቆሮ ኢሉ እንድሕር ጸሪፍዎ ኮይኑ ኣብ ገሃነመ እሳት እያ ክፍረዶ እዩ ስለዚ ኣንደበት ኣንደበት ሓውያ ይብል ብዙሕ ነገር እንታቃጽል ትሪኣ ተለኻ ንእሽተ እያ ግን ኸ ሃምዛ ክርቢት ንእሽተ ኮይና ልሃለየት ግን ብዙሕ ዶሩ ታቃጽል ኣንደበት እውን ንእሽተ ይልሃለየት ብዙሕ ነገር ታቃጽል እዚ ኣንደበቱ ልሕሊ ሰብ ሃበይ ዝበለ ሰብ እዩ ትዕግስተኛ ሰብ እዚ ኣንደበት እውን ክጸውም እንሀዎ ናሰብ ምስጢር ካብ ምውፃእ እውን ክጸውም እነዎ ህንደይ ሰባት ነና ናሰብ ምስጢር እናውፅእ ምስጢር ሓደ ሓደ ግዜ ስታይ ይበሃል ከይትነግረካማ ከይትነግርማ ክነግረካ ልበሃል ንህደ የለ ወይ ተኣም ኣቱም ሰባት ለለት ሓደ ታይ ይብል ኸዚ ኣነ ኣቦ ኣሽለ ኣየታየውኒ ከይትነግረካ ማ ክነግረካ ከይትነግር ማ ክነግረካ ይብል ለለ ኣነ እንታይ ይብል ዓርከይ ከይትነግሩማ ክነግረኩም ሓምላ ላብ እንደ ለበፅሕ ከይትነግሩ ከይነግረኩም ናት ኣለ ኣብ ምኢት ሰብ ተለይ ዝፋለጠሰ ኣብ ኩላ ትባፃሕ እዛ ነገር ማለት ሓሙን ከዓ ይንገር ስጀመር ልሰ ከይትነግሩ ክነግረኩም ዋይ ልባዕልካ ለያ ክእለካ ሃመ ገይሩ ኢሉ እካ ክእሎ ያ ክእል ኢልዎ እኮ ይናገር ዘሎ ኣነ ያ ምዕጋስ ኣብን ድማ ንስኹም እያ ተዓጎስለይ ባዕልካ ለይ ትዕገስ ምስጢር ምውፃእ ማለት እዩ ስጀመር ከይትነግሩ ክነግረኩም ኢልኩም ከይትናገሩ ምስጢር ከይታውፅኡ ሃማ ኢላ እንድሕር ምስጢር ወፂኣ ኮይና ኣብ ኩሉ ዓዲ እያ ትንዛሕ ለይሰምዓ ሰብ የለ ውሽጣ ከይትነግሩ ክነግረኩ ማለት እያ ትኸድ ግን ኩሉ ኢሉ በፅሓ ሕዚ ምስጢር እውን መውፃእ ዝበሃል እሞ ህንደይ ሰባት ኮንና ናይ ጓደኛና ምስጢር እናውፅእ ናይ ጎረባይና ምስጢር እናውፅእ እንዲያውም እኮ ናሰ ክፉእ ነገር እናውፅእ ደቂ ሰብ ዝበሃል እኮ ናሰ ክፉእ ነገር ላውፅእ ለይኮነስ ናሰብ ገበን ዝሽፍን እዩ ኣታ ብሓቂ ኣሕዋትና መሓዙትና ዝተፈላለየን ክፉእ ነገር ላሰርሖ ርኢናዮም ክንኸውን ንኽእል ኢና ግን ሓጢኣት ኣይናውፅእ ናሰብ ገበን ንፀልል እዞም ናሰብ ገበን ዝጽልሉ ባባግዕ ይምስሎም ናሰብ ገበን እንዳውጽእሎለ ባጣለ ይምስሎም ጎይታና ኢየሱስ ክርስቶስ ክመጽእ ተሎ እዞም ሰባት እዚኣቶም ብጉራ እዮም ጠጠው ዝብሉ ማቴዎስ ወንጌል ምዕራፍ 15 እንታይ ይብለና ወአመ ይመጽእ ወልደ እጓለ እመሕያ ወልደ እጓለ እመሕያ ክርስቶስ ክመጽእ ተሎ አመሕያ ያቀውም በየማኑ ወአጣሌ በጸጋሙ ሸዋ ግዜ አጣሊ ብጸጋሙ ተናጋግዐ ደማ ብምንታይ ጠጠው ካብለን ይብል ብምዝጋ ብምዝጋ ክመጽእ ተሎ ከዚ ኣሻዓይቱ ጠለ በጊዕ ክለዓል ኣየን ትንሳኤ ሙታን ማለት ይኾነ ጠለ በጊዕ ዝተመሰሉ ሓጣን ጻድቃን እዮም ጻድቃን በባጊዕ ትመሲሎም ሓጣን ደማ ባጣል ትመሲሎም ስለምንታይ ይብል ብዙሕ ነገር ኣለዎ ግን ሓንቲ ነገር ክነግረካቶም በጊዕሲ ሓፍረታ ብሕልሕልታ ሕልሕልተ ድዩ ልባል ወይ ጭራ ሕልሕልቲ እዎ ዶ ብሕልሕልታ ታያ ትሽፍን ሓፍረታ ትሽፍን ይብል ሓፍረታ ትሽፍን ጻርቃን እውን ደግ ዝኾኑ ሰባት ናይ በዓልቶም ሓጢኣት ብንስሓ ናይ ቢጻዮም ሓጢኣት ናይ ጎረባዮም ሓጢኣት ናይ መሓዛኦም ናይ ሰብ ሓጢኣት ልእለ ብትእግስቲ ይስውሩ ይብል በቃ ሃምሌ ሰብ ኮኖ ብዙሕ ነገር ላረኤ ግን ሃምሌ ረኤ ልብል ማለት እዩ ሓጣን ለለ ባጣሊ ምሰሉ ጠሊ ሓፍረታ ገሊፃ እያ ትኸድ ሓጣን ድማ ንዓቶም ሓጢኣት እውን ብንስሃ ናይ ቢፃዮም ሓጢኣት እውን ብትእግስቲ ምስዋር የለ በቃ ልርእኻዮ ዝርግፍ ምባል ማለት እዩ ኣቕልሞቶም ንጸቦም ናሰ ምስጢር እንድሕር ለያውፅኡ ናይ ሰብ ገበን እንድሕር ለያውፅኡ ጭንቕ ጭንቕ ልሎም ሰባት እኖ ኣምዚ ሓደ ናይ ንጉስ ሓሽከር ነይሩማ እዚ ሰብ እዚ ልርአያ ምስጢር እንድሕር ለያውፅኦ ኮይኑ ብስሩ የኾነሉ ካብ ዕለታት ሓደ መዓልቲ እቶም ንጉስ ሓደ ነገር ርእዩ ኣሎ እንታይ እዩ ርእሶም መላጥ እዮም ግን ኩሉ ግዜ ዘውዲ እዮም ዝገብሩ ንቃደም ነገስታት ሓቀየ ዘውዲ እዮም ኣብዚቶም ርእሶም ዝደፍኡ ንጉስ ተኾይኑ ዘውዲ እዩ ዝረፍእ ዝደፍእ ካብኡ ሓደ ግዜ ግን ግልፅ ኢሎሞስ ርእይዎም ካብኡ እንታይ ኢሎሞ ስማዕ ኢሎሞ ንጉስ መላጥ ኢዮም ኢልካ እንድሕር ልሰብ ትናጊርካ ኮይንካ ልዕል ኢለ ክሳድካ ትሕት ኢለ ሳርባካ ኢየ ልቆርጸካ ኢሎሞ ካብኡ ታይ ገበረ ሰብዚ ልሰብ እንድሕር ለይትናገረ የኮነሉ ኢለኩም እንኹ እንድሕር ለያንፈሰ ማለት ልሰብ ከይናገር ክሳዱ ክቁረጽ እዩ ህይወቱ ክስእን እዩ ብዛ ምድሪ ወፂእታ የላና ብበትርላ ጠፍጠፈ ኣቲ ምድሪ ስምዒ ንጉስ መላጥ እዮ ኣቲ ምድሪ ስምዒ ንጉስ መላጥ እዩ ጨኒኡ እኮ ኣብና ንፈሶ ለያንፈሰ ለይኾነሉ በቃ ለይሓድር ሰብ ነው በል በል በል በል ይብል ማለት ስለዚ ኣንደበትካ ትዕግስተኛ ሰብ በቃ ናሰብ ሰብ ልሓመኻ እንድሕር ትውዕል ኮይንኻ ጾምና ኣይንጾም ኢለ ኣለና በቃ ካብ ስቑልና ካብ እንጀራ ጥራሕ ኢና ንጾም ኣለና እግዚኣብሔር ይቕበሎ ጾም ተኾይኑ እዞም ህዋሳትና እዚኦም ክጸሙ ኢድ እውን ክጸውም እንህዎ እዩ ኢድለ ትጸምነዎ ካብ ምንታይ ሕማቕ ናይ ሰብ ገንዘብ ካብ ምስራዕ ናይ ሰብ ገንዘብ ካብ ምልዓል ኣብ ጾመ ፍልሰታ እዚኸ ስርቕሎ ዶ ይስረቕለይ ዝሰርቕለኸ ክርስትያን ድዩ ኣይኮነ ድዩ እወ ወያ ጾም ላባልካማ ናይ ሰብ ገንዘብ እንድሕር ኢኻ ግን ኣልዕል ኣባኻ ምሽት ኣባኻ እቲ እዛ ኢድ እዚኣ ለይረሃጸት ገንዘብ እንድሕር ታልዕሉ ኮይና ለይረሃፀትሉ ገንዘብ እንድሕር ትበልዕ ኮይና ኣብ ጾም ሰዓት እዛ ኢድ እዚኣ ክትህብ እዩ ልግባኣ ኣብ ጾምካ ሰዓት መፅወት እንዲያውም እግዚኣብሔር ልፈትዎ ጾም ይብለና ኢሳይያስ ልረሓበ ክታብልዕ ተለኻ ክታጉርስ ተለኻ ልፀምአ ክታስተ ተለኻ ልዓረቐ ክትኻድም ተለኻ ልሓመመ ክትጥይቕ ተለኻ ኣነ ልቕበሎ ጾም እዚ እዩ ተለለ ብኢድኻ ሰብ ላቃተልካ ኣቢልካ ናይ ሰብ ንደብ ጨቢጥካ ናይ ሰብ ገንዘብ ላባልዕካ ግቦ ላተቀበልካ ኣብዚ ከስ ሰዓት እኮ ሰሪሐ ክፍትም እየ ዝብል ሰው ሰው እኮ የለ ሓዲግዎ እኮ እዩ ኣብዚ ናይ መንግስቲ ቁፃር ኮይንካ ብቅንዕና ሰሪሐ ክፍትም እየ ነጋዴ ኮይንካ ብቅንዕና ሰሪሐ ክፍትም እየ ተሓዲጉ እኮ እዩ ዋ ሃሳስ ዶ ሰሪቕኻ ኣጭበርቢርካ እንድሕር ሃፍትምካ ኮይንካ ኣይስባእ እዩ ዝበሃሉ በቃ ኣብ ዝኾነ ቢሮ ተኣቲኻ ኣብ ዝኾነ መስሪያ ቤት ተኣቲኻ ለ ኸዚ ሃመይ ድና እያ ዓለም እስቲ ብሓቂ ኣብ ቢሮ ዝተቐመጥኻቶም ኣብ ፍርድ ቤት ዝተቐመጥኻቶም ትኸዱ ኣለኹም ሰባት እውን ሃመይ ኢሉ ስራሕ ኣለሎ እንዲያውም ሰብ ሃመይ ይበሃለ ስለ መሬት ኸዚ እኮ ኣብ ሓደ ነገር ትኸቲ ኮይንካ እንድሕር ኣውፂእኻ ሊሃብካ በፍፁም ተኣምር የፍፀመልካ እኮ በቃ ኮይኑ በቃ ሃም ሕጊ ለፀዲኦ ሃም ሕጊ የፀደቀዋ ሃም ሕግማ ዋ ሙስና ንቃወሙ ኢሉ ይበሃል ኣለኹ ሙስና ንቃወም ግን ኸ ሓደ ነገር ትረኹ ኢልኹም ካብ መንግስትስ ኣውፂእኹም ሃንብኹም ዓቲርኹም ደይሃብኹም ብኢድኻ ደ መፂኻ በእግርኻ ኢሉ ይበሃል በቃ ስርቕ ስርቕ ስርቕ ኣቢለ ማኪናይ ክዕድግ ገዛይ ክስራሕ እዩ ድበሃሉ ናይ ሰብ ገንዘብ ታገብረና ሃምዚ ኢሉ ልእክብ ሃፍቲ እኮ ለኣኻ ሓዊ ኮይኑ ዝበልዐካ ይብለና ቅዱስ ያዕቆብ ኣቱም ሃፋትም ይብሎም እዞም ብሃብዚ መልክዑ ለሃፍቶም ላጨርበሩ ላሰረቑ ናሰብ ረሃፅ ናሰብ ደም ላፍሰሱ ልህፍትሙ ንዕዋይዋ ይበሉ ይብል ኣብ ሃፍትኹምስ ንዕዋይዋ ይበሉ እኖ ወርቅኹም ዝዒጉኖ እቲ ገንዘብኹም እውን ሓዊ ኮይኑ እያ ካቃፅለኩም እዩ ለይንታይ ኢኻ ገንዘብ ሃም ሓሞኽሽቲ ጌርካ ቁፀሮ ለይናይ ኢኻ ገንዘብ ክት ናብ ኪስኻ ክትኣት ተለኻ ሓዊ ትጭብጥ ኣለኻ ምዃንካ ክትቆፅሮ ኣለካ ስለዚ ኢድዛ እውን ክትፀውም ነዋ እግሪ እውን ክትፀሙ ነዋ ናብ ክፉእ ነገር ካብ ምኻድ ማለት እዩ ልብና እውን ንጹህ ክኸውን ነዎ ካብ ምንታይ ካብ ቂም በቀል ምስ ቂምካ ኮይኑ ከ ኣይጽወም እዩ በቃ ይቅርታ ንግበር እንድሕር ብሓቂ ጾምና ክቕበለና ኮይኑ ንነፍስና ስርየት እንድሕር ንረክብ ኮይንና ሃገርና ስራን ክንረክብ ተኮይኑ ኣብዚ ኣለላትና ኮይንና ኩላትና ቂም እንድሕር ሕዝና ኮይንና ይቅር በሉለይ ኢና ምሕረት ናውረድ ዋላ ካኸዚ ጀሚርና ማለት ዘን ክልተ ሰለስተ መዓልቲ ዝጾምናየን ካብ ናጋ ሰኒ ካብዛ ሎማዓንቲ ሰንበት ይቅርታ ኢልና ካብ ናጋ ከምኣ ኢልና ተቐጸምና እውን እግዚኣብሔር ኣምላክና ቀበሎ እዩ ስለዚ ብዚ መልክዕ እዚ ንፀውም እንድሕር ኮይና እግዚኣብሔር ጾምና ክቕበለና እዩ ስለዚ ዝጾም እዚ ብሓቂ ስርየት እንረኽበሉ ንሃገርና ሰላም እንረኽበሉ ይግበረና ስባኤኡ ብሰላም ሃምና ጀመረ ብሰላም ኣይፈጽመና ላስተምህረና ልገሰጸናን ኣቦታትና ኣምላክ ቅዱስ እግዚኣብሔር ስሙ ልኸባረ ተመስገነ ይኹን